መስትያት ቤትና
ሰላም ኣብ ዝተፈላለየ ቦታታት ኮንኩም ኣብ ምክትታል መደባት መስትያት ቤትና ትርከቡ ክቡራት ተኸታተልትና ከመይ ትውዕሉ ሎ መዓልቲ እውን ምስ ኣብ ጎነይ ትሪእዎ ዘለኹም ጋዜጠኛ ሄኖክ ተኽለ ብዛዕባ ኣብ ዝሓለፈ ሰሙን ዝተኻየደ ናይ ስዋእ ሓውና ይብራህ ቀሻ ኣፈወርቂ ወዲ ወርቁን ምስ እውን ካልኦት መስዋእቲ ዝሓለፉ ተቓለስቲ መቃልስትናን ብጾትናን ብዝሓለፈ ቃልስን ዝተኸፍለ ዋጋታትን ዝድህስስ መደብ ክህልወና እዩ ማለት ዝተፈላለየ ዘረባታት ይለዓል እዩ ንዑ ኣድረስ ክንገብር ኢና ክቡር ሄኖክ ሓወይ ንዘቕረብኩልካ ዕድመ ናብ ተቐቢልካ ናብ ሜንሳይት ቤትና እንኳዕ ሰላም መጻኻ እንኳዕ ሰላም ተራኸብና ከምዚ መእተዊ ገልጾ ጸናዕኹ ነዚ ዝድህስስ ዛዕባታት ክህልወና እዩ። ክቡራት ተኸታተልቲ መስትያት ቤትና ክሳብ መወዳእታ መደብና ምክታልኩም ይዕድም ናንበ ናምና ክብለኩም ሰናይ ምክትታል ሄኖክ ንተኸታተልትና ሰላም ክትብሎም ደጊመ እንኳዕ ሰላም መጻኻ እንኳዕ ብሰላም ተራኸብና። ሓራይ የቀንየለይ ሓው ተስፋይ ኣነ ውን ደጊመ የመስግነካ ነዚ ዕድመ እዚ ስለ ዝገበርካለይ ሓፈሻዊ ብዛዕባ ናይ ሓውና ስውእ ይብራህ ቀሺ ኣፈወርቂ ወዲ ወርቁ ከምኡ ውን ኣብዚ ቃልሲ እዚ ዋጋ ዝኸፈሉ ብዛዕብኡ ንኽንዛረብ ሓፈሻዊ ብዛዕባ ቃልሲ ንኽንዛረብ ዝገበርካለይ ዕድመ ካብ ልቢ እየ ዘመስግን ንዓኻን ንተኻታተልትኻን ከኣ ሰላም ክብለኩም ይደሊ።
መርሓባ ኣነጋ እሞ በቲ ቀዳማይ ሕቶና ክንጅምር ንዕኡ ዝገልፃ ኣለዋ ስልታት ኣብዚ ናርኣና ክንከይድ ኢና ከምዚ ብስእሊ ንዕዘባ ዘለና ኣብ ሓልፈ ሰሙን እውን ሰፊሑ ተገሊፁ ከም ዝነበረ ቀዳማይ ዓመት ዝኽሪ ስውእ ይብራህ ቀሻ ወርቂ ወዲ ወርቁ ኣብኡ ተሳቲፍካ ነርካ ኣብኡ ብምስታፍካ እንታይ ይስምዓካ? ኣገዳስነቱ ንዓኻ እንታይ እዩ? ብዛዕባ እቲ ዝነበረ ናይ ዝኽሪ ምስታይ እውን ተዕለና ከመይ ከም ዝነበረ። ሕራይ ቴንክ ዩ ተስፌ እቲ ኣብቲ ናይ ዝኽሪ ቀዳማይ ዓመት ምስታፈይ ንበዓልቲ ቤቱ ፍትሓዊት ደበሳይ ከምኡ ከኣ ንሰለስተ ደቁ ካልኦት ብጾቱ መቃልስቱ ኣብ ባንኪ ፈርደሉ ኣባላት ብርጌድ ንሓመዱ ምስኣቶም ምውዓለይ ማለት እቲ ዝዓበየ ነገር ሓላፍነት እዩ ዘሸክመኒ ሓላፍነት ናይ ብጾትና ናይ ይብራህ ናይ ደቁ ናይ ስድራ ቤቱ ብሓፈሻ ከኣ ናይ ቃልሲ ማለት እዩ እቲ ሓላፍነት እንታይ እዩ? ንምንታይ እዩ ወዲ ወርቁ ሓሊፉ? ንምንታይ እዩ ሃይለ መስፍን ሓሊፉ? ንምንታይ እዩ ወዲ ሓጎስ? ንምንታይ እዩ ራስታ? ከምኡ ውን ካልኦት ኣብ እስሪ ቤታት ደለዉ? እቲ ቀዳመይተን ክንሓታ ዘለና እዛ ሕቶ እዚኣ እያ። ሰብ ዕላማ ስለ ዝኾኑ። ነቲ ኣብ ኤርትራ ዘሎ ዓማጺ ስራዕ ንዕኡ ጠጠው ስለ ዝበሉ ማለት እዩ። ስለዚ ናተይ እታ ቀዳመይተን ምስ ነብሰይ መብጽዓ ዝኣትወላ ቃል ዝኣትወላ እቲ ናቶም ዕላማ ኣብ ምዕራፉ ንክበጽሕ ኩሉ ዝከኣለኒ ዘበለ ነገር ንክገብር ምስ ነብሰይ ቃልን መብጽዓን ዝኣተኹሉ ዕለት እዩ ኣብዛ ኣጋጣሚ ጥራይ ዘይኮነ ኣብ ብዙሕ ኣጋጣሚታት ማለት እዩ ሕጂ ዝተፈራረቐ ስምዒት እዩ ዝስምዓካ ማለት እዩ ምክንያቱ ከምዚ ኢሎም ክትሪኦም ከለካ በዓልቲ ቤቱ ደቁ ኢሞሽናል ከቢድ እዩ ቀሊል ኣይኮነን ኣነ ንገዛ ርእሰይ ሰለስተ ቆልዑት ኣለዉኒ ስለዚ እንታይ እየ ዝገብር እዞም ቆልዑት እዚኦም ሲ ኣብ ናይ ደቂ ቦታ እየ ዝቐምጦም ነዚ ምሻሎ ምስዚ ዝተኸፍለ ዋጋ ዝመፅእ ቀሊል ዘይኮነ ዋጋ ንበዓልቲ ቤቱ ንደቁ ማለት ዝኽትምና እውን ብዓብይ ኣሎ ማለት እዩ ስለዚ ከም ነብስኻ ንብጻይካ ከም ነብስኻ ትሪት ክትገብሮ ክትክኣል ኣለካ እዚኦምሲ ደቀይ ተዝኾኑ ኣነስ እንታይ ምደለኹ ነይረ ካብቶም ብጾተይ ካብቶም ብድሕረይ ዝተርፉሲ ንደቀይ ንበዓልቲ ቤተይሲ ከመይ ገይሮም እዮም ትሪት ገብርዎም ዝደሊ ምክንያቱ ኣብ ቃልሲ እንድሕር ኣለኻ ዋጋ ክትከፍል ኢልካ ስለትኣትዎ ዘለኻ ንስኻ ውን ሓደ መዓልቲ ዋጋ ክትከፍል ትደሊ ኢኻ ስለዚ እቲ ንስኻ ወይ ከዓ ስድራ ቤትካ ትሪት ክግበርዎ ዝደሊ ኢኻ ንሰባት ትሪት ትገብር ብኡ መንፅር ኢኻ ዝሪኦ ማለት እዩ ስለዚ ኣብኡ ከይደ ናይ ብሓቂ ንበዓልቲ ቤቱ ንደቁ ምስ ረኣኽዎም ሰላም ምስ በልኩም ምስ ሓቆፍኩም ምስ ሳዓምኩም ፍሉይ ነገር እዩ ኣብ ውሽጠይ ዝሰሚዕኒ ማለት እዩ ካብቲ ክገብሮ ዝደሊ ዝከዓኒ ኩሉ ግዜ ማለት እዩ ነዞም ስድራ ቤት ስዋኣት ዋጋ ዝኸፈሉ በቃ ሓንቲ ካብታ ብውልቀይ ምስ ነብሰይ ቃል ዝኣትዋ ኣብ ዕድል ዝረኸብኩሉ ኣብ ግዜ ዝረኸብኩሉ ብኣካል ከይደ ከጸናንዖም ኣለኒ ዝብል ናይ ነብሰይ ማለት እዩ ናይ ውልቂ ምስ ነብስኻ ትኣትዎ መብጽዓ ነገር ኣሎ ማለት እዩ ሕጂ እሱ እዩ ነይሩ እቲ መስርሕ ናይ ካናዳ ክትመጽእ ምስ መጸት ማለት እዩ ኣብ ወርሒ ክልተ ኣቢላ እያ መጽያ ኣብ ዑደት ኢና ነርና ናይ ኣሜሪካ እዚ ኣብቲ ሞንጎ ዕለት ውን ከይደ ክሪኦም ዩ ድሌተይ ኔሩ ማለት ዩ ምስ መጹ ሲ ግዜ ውን ክወስድ ኣይደለኹን ኔረ ኣጋጣሚ ሓውና ቢንያም ኣብዚ ስእሊ ውን ዳሕራይ ክንሪኦ ንኾይና ምስ ሓውና ቢንያም ምስ ተዛረብና ክሪኦም ደልየ ኣለኹ ምስ በልክዎ ንዛረብ ኔርና እሞ ቫንኩቨር እያ ዘላ ሓቢርና ደይ ንኸይድ ከለብለ ንቢንያም ሕራይ ጽቡቕ ደስ ዝብለኒ ሓቢርና ተኸድና ሲ ዝያዳ ውን ይምዕርግ ተባሂልና ማለት ዩ ድሓርቲ ናይ መገሻ ወርሒ ኣርባዕተ ወዲ ስለ ዝነበረ እሞ ካብ ወርሒ ኣርባዕተ ሕጂ እንዲኻ ትወዲ ዘለኻ ወርሒ ሓሙሽተ ከኣ ዕለት ዓሰርተ ሲ ዓመቱ ሽዑ ዘይንገብሮ እሞኒ ዝበለጸ ከኣኒ ሕጂ እንታይ ክብለካ ኢለ ነዛ ዓመት እውን ተጸቢና ኣይኮና እቲ ናተይ ድልየሲ ምስ መወጽኡ እዩ ከማን ንክበጽሖም ነይሩ ማለት እዩ ምክንያቱ ዳስ ደ ሞስት ኢምፖርታንት ናይ እታ ዝዓበየት ነገር ኣገዳሲት ከም ሄኖግ እንድሕር ሃይትካኒ ስድራ ቤት ስውኣት ስድራቤት ዋጋ ዝኸፈሉ ምሕብሓብ ምጽንናዕ ይትረፍ ዶ ንኸምኦም ዝኣመሰሉ ስድራሲ ዋላ ንኻልእ ከማን ማለት እዩ ታይ ዝብለካ ንዝሓዘነ ኣጻናንዕ ንዝተኣስረ ሓግዝ ንዝደኸመ እዚ እዩ ዋላ ዝብለካ ማለት እዩ ዋላ ባህልና ንሱ እዩ እዚኦም ከኣ ብጾተይ ማለት እዩ ነቲ ኣነ ዝኣምነሉ ኢሎም ዋጋ ዝኸፈሉ ስለ ዝኾነ ስለዚ እዚ እዩ ነይሩ እንሻላ ብዙሕ መገሻ ክትገብር እየ ከምዚ ትርእየኒ ኣብ ስራሕ እውን ፀገማት ኣለኒ ዘይቀልዓለ ማለት እዩ ምዚ ናይ ቃልሲ ስራሕ እንዳስራሕካ ዕረፍቲ ንክትወስድ ማለት እዩ ግን ብጣዕሚ ኣገዳሲ ስለ ዝኾነ ክገብር ኣለኒ ኢለ እውን ስለ ዝሓሰብኩ ሕጂ ቫንኩቨር ብጣዕሚ ርሑቕ ካባና ተስፋ ሓወ ኣነ ዘለኹ ኢስት ኮስት እዩ ዝበሃል ቫንኩቨር ዌስት ኮስት እዩ ካብዚ ንቫንኩቨር ክኸይድሲ ካብዚ ንለንደን ክኸይድ ይቐልል እቲ ርሕቐት በቃ ኤውሮፓ ምኻድሲ ይቐለኒ ነይሩ ክገርመካ ዳይሬክት ፍላይት ገይረ ለንደን ክኸይድ ቀልል ማለት እዩ ድስ ማት ኢምፖርታንት ምዃን ንዓይ ክነግረካ ኢለ እጂ ግዜ እውን ስለ ዘይብለይ እንታይ ገይረ ዓርቢ ካብ ስራሕ ተፈዲሰስ ናይ ዳርጋ ዓሰርተ ሰዓት እዩ ወሲድለይ ናብቲ ዓዲ ንክበጽሕ ጥራይ ማለት እዩ ድሕሪኡ ቀዳምን ሰንበትን በቃ ምክንያቱ ሕጂ እንታይ ምስቲ ሂወትና ምስቲ ናብራና ግን ዋላ ኣብቲ ተጸጊምካ ክግበር ኣለዎ ኢለ እየ ዝኣምን ኣነ ማለት እዩ ስለዚ ከምዝብለካ ዓርቢ ምሸት ካብ ስራሕ ተፈዲሰ እየ ከይደ ኣብኡ ቀዳም ወጋሕቲ ኣትየ ቀዳምቲ መደብ ጌርና ሰንበት ካብ ምሸት ተበጊሰ ሶኒ ከዓ ንግሆ ሰዓት ሸውዓተ ወጋሕታ ከዓ ናብ ኤሜራ ናብ ዓዲ ኣትየ ትኽ ኢለ ከዓ ሳዋ ናበይ ክየድ ንስራሕ እየ ኣትየ ምክንያቱ ስራሕ ዕረፍቲ ክኸውን ስለ ዘይከኣሉ ግን ድሕር ዳኣ ንዓኻ ዘገድሰካ ኮይኑ ድሕር ዳኣ እዚ ነገር እዚ በቃ እቲ ዝዓበየ ነገር ኣብ ሂወተይ ኣብ ጎኒ እዞም ስድራ ቤት ክህሉ ኣለኒ እቲ ዝዓበየ ክገብሮ ዝኽእል ነዞም ስድራ ቤት ከጻንዖም ኣለ እንተልካ ግን ትገብሮ ኢኻ ማለት እዩ ስለዚ እንታይ ክብል ደልየ እዚ ይኸውን ዘለዎ ናይ ኩላትና መብጽዓ ማለት እዩ ኩላትናስ ብከምዚ ዋላ ኣብቲ ዝከበደና ግዜ ኣብቲ ዝሸገረና ግዜ ኩሉ ግዜ ፕራዮሪታይዝ ክንገብሮም ክንክእል ኣለና ነዞም ስድራ ቤታት እዚኣቶም እታ ሰንበት ተርእና መዓልቲ ዴታት እዩ ነይሩ ኣጋጣሚ ኣብዚ ዓዲ ዘለኾ ናይቲ ኣነ ዝኸደሉ ቤተክርስትያን ዓሞት እዩ ነይሩ ነዞም ኩሎም ንዓይ ኣየናይቲ ፕራዮሪቲ እንድሕር ኢልካኒ ንስድራቤት ወዲ ወርቁ ንደቁ ንባዓልቲ ቤቱ ምብጻሕ እሳ እያ እታ ፕራዮሪቲ ምክንያቱ ምስ ሰበይተይ ንዓመታ ከብዕል እክእል እየ ምስ ደቀይ ትውደ ኣመት ውን ካልእ መዓልቲ ከርክበሉ እክእል እየ ዳስ ማይ ፕራዮሪቲ ስለዚ ኣነ በዚ እየ ዝሪኦ እዚ ከዓ ሕጂ ዘይኮነ ንኩሉ ግዜ ዝገብሮ ምስ ነብሰይ ዝኣተኩ ምብጻሕ ዋላ ውን ካብዚ ቃልሲ ደኺመ ዋላ ተተኣልየ ሓንቲ ነገር ዘየቋርጻ ነገር እንድሕር ኣላ ኮይና ዕድልን ግዜን ዓቕምን ኣብ ዝረኸብኩሉ ኩሉ ግዜ ደሃይ እዘን ስድራቤታት እዚኣተን ምግባር እዩ ማለት እዩ ስለዚ ብጣዕሚ ሕጉስ እየ ብጣዕሚ ዕጉብ እየ እዚ ናይ መጀመርያ እዩ ቐፃሊ ደሃዮም እንዳገበርኩ ክሕግዞም ክሕብሕቦም ኣብ ጎኖም ክኸውን ከፀናንዖም ኩላትና እውን ከምኡ ክንከውን በዚ ጋጣሚ ክፅውዕ ይደሊ ማለት እዩ ገሊኡ ትቋፅሮ ገሊኡ ዘይትቋፅር እዩ እዚኣ ግን ኩላትና ኣነ እዚኣ ክቋፅራ ክእል እየ ኪድ ዝብለኒ የለ ኣይትሒድ ዝብለኒ የለ እዚኣ ከዓ ወትሩ እንዳገበርኩዋ ዝነብር ነገራ ስለዚ ያ እዚ መስል ነይሩ ፅቡቅ ግዜ ሓሊፉ ኣብ ቫንኩቨር ዝነበሩ እውን ፅቡቅ ገይሮም ምድላዋት ገይሮም ብሓፈሻ ካብ ዝተፈላለዩ ኣብ እስራኤል ብፆት ዝነበሩ ካብ ኤድመንተን ዝበሃል ቦታ እውን ዝመፁ ነይሮም ኣብ እስራኤል እውን ተመሳሳሊ ዝኽሪ ተገይሩ ነይሩ ኣብ ማሕበራዊ ሜድያ እውን ተዘኪሩ ውዒሉ እዚ እዚ ክትርኢ ከለካ ናይ ብሓቂ ደስ ይብለካ ሓበን ስምዓካ ተስፋ ይገብር ከዓኒ ስድራ ቤት ወዲ ወርቁ ከኣ ተጸናኒዖም ክኾኑ በቲ ናይቲ ሰብ ሓልዮትን ፍቕርን ምሕብሓብን ማለት እዩ ተስፍሕ ሆይ። ስለዚ ንሕና ብኸመይ ኢና ካብ ስርዓት ህግደፍ ክንፍለ ኣለና ትብል ወይ ከመይ ኣተሓሕዛና ክኸውን ኣለዎ እቶም።
ያእ እንታይ እዩ መስልካ ተስፍሕ ሆይ እቲ ስርዓት ነቶም ልዕሊ ስሳን ሓሙሽተን ሽሕ ዋጋ ዝኸፈሉ ንስድራ ቤቶም ንደቆም ከም መሸቀጢ እዩ ዝጥቀመሎም። ዓመት ዓመት ንኽሽቅጠሉ እምበር ንኽዝክሮም ኣይኮነን ዝገብሮ ማለት ስለዚ ንሕና ካብኡ ተማሂርና ነቶም ነቲ ናትና ንሕና ንኣምነሉ ዋጋ ዝኸፈሉ መሸቀጢ ዘይኮነስ ነቲ ዝወደቐሉ ዕላማ ንምትግባር ኢና ክንሰርሕ ዘለና በዚ ኢና ክንፍለ ዘለና ማለት እዩ ተቐዳመይተን ዕላማ እያ እዞም ሰባት እዚኣቶም ንዕላማ እዮም ሞይቶም ዘለዎ ስለዚ ዕላምኦም ጽቡቕ ጌርና ክንሕዞ ክንክእል ኣልና ኣብ ምዕራፉ ክነብጽሖ ክንክእል ኣልና ከምኡ እንድሕር ደኣ ጌርና ዳርጋ ዘይሞቱ እዮም ዳርጋ ዘይተሰው እዮም ማለት እዩ ምክንያቱ ኣብ መወዳእታ ዝኾነ ይኹን ነገር ንዝኾነ ጽቡቕ ነገር ዋጋ ትኸፍለሉ ኢኻ እዚ ዋጋ ከፊሎም ኣለዉ እቲ ዝደልይዎ ነገር ከዓ ክነብጽሖ እዚኣ ተቐዳመይትን ክንገብራ ዘለና ከም ህግደፍ ክንሽቅጥ የብልናን ማለት እዩ ካልኣይ ከዓኒ ብተግባር ስድራቤቶም ክንሕብሕብ ክንክእል ኣለና። ክሳብ ሕጂ እዚ ደንበ ፍትሒ ጽቡቅ ዝኮነ ስራሕ እዩ ዝሰርሕ ዘሎ ክሳብ ሕጂ ዝተገብረ ነገራት ማለት እዩ ግን እንታይ እዩ እዚ ግና ቀጻሊ ክኸውን ክኽእል ኣለዎ። ህግደፍ እንታይ እዩ ዝገብር ናበይ ደቂ ስውኣት ይብል ብዛዕባ ስድራ ቤት ደቂ ስውኣት ኢሉ ብዙሕ ነገር ዝገብሮ ነገር ኣሎ ማለት እዩ። እዚ ኩሉ ገይሩ ግን እቲ ገንዘብ ኣብ ምንታይ እዩ ዝኣትው እንድሕር ኢልካ ኮንካ ኣብቲ ናይቲ ስርዓት ካዝና ኣብኡ እዩ ዝኣቱ ማለት እዩ። ስለዚ ሕና ካብኡ ክንፍትለ ክንክኣልና ናይ ተግባር ሰባት ክንከውን ክንክላልና እቲ ቃል ብግብሪ ዝበሃል ኣብዚ እዩ ማለት እዩ። ምክንያቱ ንብጻይካ ከም ነብሰኻ ተፍቅሮ ክትክእ ኣለካ። ነቲ ምሳኻ ኮይኑ ዝተቓለሰ ከም ነብሰኻ ትሪኦ ክትክእ ኣለካ። ስድራቤት ናቱ ከም ስድራቤትካ ጌርካ ክትሪኦም ክትክእል ኣለካ። እዞም ናተይ ከምቲ ዓንተወይ ዝበልክዎ ሰለስተ ደቁ ንዓይ ሰለስተ ቆልዑት ኣለዉኒ። ኣነ ደቀይ ዝኽትሙ ኣንገለ ተደኣ ኮይነሲ ተስፋይ ስድራቤተይ ጽባሕ ንጓዕለይ መለይ ክትብሎም ትጽቢተይ እዩ ኮሙ ኢለ ስለ ዝኣምን እየ ኣብዚ ቃልሲ ዘለኩ ኣነ ተዝከይደስ ብድሕረይስ ንስድራቤተይ ኣለይ መለይ ክብልዎም እዮም ዋላ ንዓና ነዞም ኣብዚ ቃልሲ ዘለና ውን ንክንቃለስን ንከይንቃለስን ሲ ወሳኒ ተራ እዩ ሕጂ ዋጋ ከፊሎም ነዞም ስድራቤታት እንድሕር ዳ ቆሊሕ ኢልና ክንሪኦም ዘይክኢልና ሲ ኣነ ይኹን ንስኻ ከማን ኣይንቃለስን ኢና ማለት እዩ ሓው ተስፋይ ስለዚ ከም ህግደፍ ሸቀጥ ክንኮን የብልናን ከም ህግደፍ ዝበልናዮ ኣብ ተግባር ዘይንውዕል ክንኮን የብልናን ቃል ብተግባር ዝብሃል ነገር ክህሉ ክኽእል ኣለዎ ኣብዚ ደንበ ፍትሒ ሳብዚ ዝሓለፈ ግዜ ኣነ ንኹሉ ደላይ ፍትሒ ንኹሉ ኣብ ደገ ዘሎ ኣባል ብርጌድ ንሓመዱ ዘይኮነን ማለት እዩ ነዞም ዋጋ ዝኸፈሉ ኣሕዋትና ዋላ እውን ወረቐቶም ዝተባላሸወ ኣብ እስራኤል ዘለዉ ዝሰንከሉ ኣብ እስር ቤት ዘለዉ ንዓቶም ንምሕብሓብ ዝገበሮ ፋይናንሳዊ ደገፍ ካብ ልቢ ከመስግኖም ይደሊ ዘይቀልዓለም ምስጋና ይግብኦ እዩ ማለት እዩ። ኣብቲ ካልእ ድኻማት ክህልወና ይኽእል እዩ። ኣብዚ ነዘን ስድራቤታት ንምሕብሓብ ዝተገብረ ስራሕ ግን ህዝብና ደላይ ፍትሒ ኩሉ ማለት እዩ ጅብኡ ከፊቱ እዩ፣ ልቡ ከፊቱ እዩ፣ ደንጊጹ እዩ፣ ጸሎት ገይሩ እዩ፣ ትሪኦ ኢኻ ማለት እዩ እቲ ግብረ መልሲ። ኣብዚ መዳይ እዚ ከመስግኖ ይደሊ ክቕጽል ከኣ ይሓትት ማለት እዩ። ምኽንያቱ ከምኡ እንድሕር ደኣ ኮይኑ እዩ እዚ ቃልሲ እዚ እውን ኣብ ምዕራፉ ክነብጽሖ ኢለ እየ ዝኣምን እሞኒ ኣነ ብወገነይ ከምቲ ኣብ መእተዊ ዝበልክዎ እታ ዝብላ ቃል ኣብ ተግባር ከውዕላ እዩ ዝደሊ እታ ናተይ ቃል ከዓ ኩሉ ግዜ እንታይ ትብል ከዓ ኣብ ትሕቲ ዝኾነ ይኹን ዋላ ካብዚ ቃልሲ እንድሕር ደኣ ወፅየ ነዞም ስድራቤታት እዚኣ ኣይክርስዖምን እየ ከምኡ እየ ስጋብ ሕጂ ዝሰርዐ ኣለኹ ብድሕሪ ሕጂ እውን ከምኡ ኢለ ከም ዝቕፅል እየ ነብሰይ ዝኣምን እቲ ካልእ እውን እዚ ዝገብሮ ዘሎ ይገብር ኣሎ ኣብዛ ጉዳይ እዚኣ ኣይሓምየን እየ ነዚ ተቓላሳይ ስለዚ በዛ መንገዲ እዚኣ ክንቅጽል ጥራይ እየ ከዘኻኽር ዝደሊ ተስፌ።
ጽቡቕ ጽቡቕ እያ መጋ ኣብ ዝሓለፈ ክልተ ዓመታት ኣቢሉ እንተሪእና እውን ኣርባዕተ ብሉፃት ቃለስቲ ድለይቲ ፍትሒ ንዕላሞም ክብሉ ህይወቶም ዋጋ ከፊሎም እዮም ንኩለን እዘን ስድራቤታት ብማዕረ ንሕብሐበን ኣለና ዶ ትብል? እዚ እቲ ዝለዓለ መዛረቢ ዝፈጥር እዩ። ማለት ኣብ ገለ ጽሑፋት ወይ ኣብ ገለ ዘረባታት ዝስማዕ እንታይ ኣሎ፣ ብማዕረ ኣተኩሮ ኣይህብዎምን እዮም፣ ብማዕረ ኣይሓብሓብዎምን፣ ብማዕረ ኣይሓገዝዎምን ዝብል ዘረባታት ይስማዕ እዩ። ቅድሚ ናብ መልሲ ምኻርካ ሓንቲ ቪድዮ ኣላ ኣብ እስራኤል ጌርኩምሉ ዝነበርኩም ናብ በዓል ቲቤት ስዉእ ሓይሊ መስፍን እንዳኸድኩም ተርኢ ብዛዕባ ርኢናያ ናብቲ መልሲ ክንሰግር

ብብዝሒ ዝነብርሉ ደገፍቲ ናይ ስርዓት እዮም። ደገፍቲ ናይ ስርዓት ዝነብርሉ ዝበዝሐ ባእሲ ዝካየደሉ ቦታ እውን እዚ ማለት እዚ ሲቲ ኣካባቢ
ሕጂ ናብ ናብ ስድራ ቤት ስውእ ሓውና መስፍን ሓይለ ኢና ንኸይድ ኣለና ሕጂ ብዛዕባ ውስከታ ክፍለና ዝበል
ሓይለ ማለት ትክክል እዩ ዋላ ንኸዶ ዘለና እውን ሓደገ ሓደገኛ እዩ እቲ ሕጂ ዘለናዮ ሰዓት ግን ናብ ሃይለ ክንከይድ ከለና ሃይለ እውን ኣብ ሓደገኛ ቦታ እዩ ይነብር ነይሩ ኣብ ማእኸሎም ስለ ዝነበረ እዩ ከዓ እቲ
ነዚ ፀገም እዚ ወይ ፀገም ህይወት ምሕላፍ ዝበፅሐ
ስለዚ እዩ እቲ ንስኹም እውን ዝወስዶ ዘለኹም ንሱ እውን ኣብዚ ኣፀጋሚ ቦታ ኮይኑ እዩ ይቃልስ ነይሩ ተባዕ እዩ ሃይለ ብጣዕሚ እቲ ዘቕተለዎም ብትኽክል እቲ ዝሰዶ ዝነበረ ሓሳባት ካብ ጉሩብ ተመንጢሉ
ስለ ዝኸደ ንቃልሲ ክብል እዩ ስለዚ ነዚ እዩ ዝመስል ናይ ሃይለ ጉዳይ። ኣበይ እቲ ቦታታት ኣብ ከባቢ ድዩ ነይሩ እቲ ንዕኡ ዘጋጠሙ ሓደጋ? ብትኽክል ብቕድመና ኣሎ ማለት ብቕድሜና ኣሎ ሕጂ ናብ ብቕድሜና ዝኾንና ሳብኡ እዩ ትኽክል በዚ ቅድሚት ምስከና ናይ መወዳእታ ዘሎ ኣብኡ ኢና ክንከይድ ማለት እዩ ጸበብቲ እቲ ጎደና ብጣዕሚ ጸቢብ ክንደይ ዝኾኑ እዚ ከባቢ ኣለዉ ደገፍ ናይ ሰዓል መጠን ብዝሒ ብዙ ክትብል ከለኻ ምናልባት ሚእቲ ገለ ክበጽሑ ክእሉ ኳ እንተ ክበጽሑ
ተረዲኤካ ግን ኣብዚ እቲ ቦታውን ምቹእ ኣይኮነን ምቹእ ኣይኮነን ሓደ ተፀቓቒጡ ዝነብረሉ ሕብረተሰብ እዩ ስለዚ ምቹእ ዘይምዃኑ እዩ ከዓ ንሶም ኣብ ዝነብሩ ከምዚ ሸጓሹግ ናይ ኣባሻውል በሎሞ
ደላይካ ክትገብረሉ ትኽእል ቦታ ብምዃኑ እዮም ንሶም ኣብ ዝዕቀቡ ኣብቲ ግፍዕ ዝበለ ንሕና ንነብረሉ ቦታታት እውን ክነብሩ ይኽእሉ እዮም ዓቕሚ እውን የለን ኣብሩ ንኸምኡ

ባዕላይ ምዝኻር ሕቶ ሒዝኪ ኣለኻ ሒዘ ኣለኹ እቲ ሕቶ እወ ሕጂ መጀመርያ እታ ሓደ ሓደ ግዜ ትሰምዖ እንዲኻ እንታይ ዝበሃል ኣሎ ሲ ካብ ሃመማ ሓኸለ ዝበሃል ኣሎ ካብ ሃመማ ዓፅሚ ምውፃእ ዝበሃል ኣሎ ንኩሎም እቶም ብፆትና ዋጋ ዝኸፈሉ ብሓደ ዓይኒ ኢና ንሕና ትሪት ንገብሮ ንዓይ ከምቲ ደጋጊመ ብዙሕ ኣጋጣሚ ኢለየ ናይ ፀጋመንሲ ናይ የማን ዓይኒ እዚአን ክልቲአን ማዕረ እየን ቲኣ ሓንቲ ቲኣ ሓንቲ ኣይትብሎን ኢኻ ማለት ስለዚ ንዓይ ሃይለ መስፍን ይኹን ወዲ ወርቂ ይኹን ወዲ ሓጎስ ይኹን ራሳ ይኹን እዚኦም ማዕረ እዮም ንዓይ ከምኡ እውን ካብኡ ሓሊፍካ እቶም ኣካሎም ዝሰንኮሉ ብእስራኤል ዘለዉ እዞም ኣብ ዝኾነ ይኹን ዘሎ ደላይ ፍትሒ ዋጋ ዝኸፈለ ብሓደ ኢና ንሪኦ ማለት እዩ ሕጂ ኣነ ጥራይ ኣይኮንኩን ግና እዚ ኩሉ ንኣብነት ንደበስ ዝምልከት እንድሕር ኮይኑ ንኩሎም ተመሳሳሊ ምናልባሽ ገለ ንእሽተይ ፍልልያት ይብሉ ይኽእሉ ኸውን እሱ ግን ናይቶም ነዋህድ ናይቶም ሰርሒ ዘይኮንስ ግብረ መልሲ ናይቲ ህዝቢ እሱ ኸኣ ዝተፈላለየ ፋክተርስ ክህልዎ ክእል እዩ ንኣብነት ሓደ ኣብ ማሕበራዊ ሜድያ ፍሉጥ ነይሩ ክኾን ይኽእል እዩ ህቡብ ብዙሓት ኣዕሩኽ ብዙሓት ፈተውቲ ስለዚ እዚኦም ኩሉ ግዜ ኣነን ተስፋይን ኣነን ስኻንስ ሓደ ክንኮን ኣይንኽእልን ኣነ ምስ ሓደ ምክንያቱ ነናትና ዝኾነ ኣወንታ ብልጫ ነናትና ዝኾነ ድኻማት ክህልወና ባህርያዊ እዩ ከመይቲ ምስ ደቂ ሰባት ኣፕሮችና ስለዚ እሱ ዝፈጥሮ ሓደ ሓደ ነገራት ክህሉ ይኽእል ኾን ካብኡ ሓሊፍካ ግን ኣብቲ ነዘን ስድራ ቤታት ንምሕጋዝ ንምጥዋር ዝግብር ግን ዝኾነ ይኹን ኣፈላላይ ዝበሃል ነገር የለን ሕጂ ብውልቂ ተሓይትካኒ ኩሎም ማዕረ እየ ዝሪኦም ብደረጃ ብርጌድ ንሓመዱ ናይ እስራኤል ሓንቲ ዓይነት ደበስ ንኹላቶም ማለት እዩ ነቶም ኣብ ዕላምኦም ዝወድቑ ሓንቲ እያ ደበስ ሓንቲ ዓይነታ መሆንት እያ ማለት እዩ ሃገራት እንድሕር ወሲድካ ብርጌድ ንሓመድ ኣብ ዓለም ዘሎ ብምሉኦም ሓደ ዓይነት ጎስጓስ እየን እተን ሃገራት ገይረን፣ እቲ ገንዘብ ኣኪበን ከኣ ናብቲ ስድራቤት ከም ዝበጽሕ ገይረን ማለት እዩ። ስለዚ እቲ ዝያዳ ንኹሶ ኮይኑ ንኹሶ ኣቴንሽን ኣይሃብኩሞን ዝበሃል ቅኑዕ ኣይኮነን። እዚ መእረምታ ክግበረሉ ማለት እዩ። ብፍላይ ከምዚ ዓይነት ጽሑፋት ክንርኢ ከሎና ንከምኦም ዝኣመሰሉ ጽሑፋት ዝጽሕፉ ዓገብ ክንብሎም ቅኑዕ ስለ ዘይኮነ። ንምንታይ ከኣ ጌጋ ዝገብሮ ከኣ ንሕና ብዛዕባ ዋጋ ዝኸፈሉ ዝተሰዉ ብጾትና ንዛረብ ስለና እዚ ከምዚ ኣመሰለ ኣዛረባ ካብ ህግደፍ ንጽበ ኢና ካብ ጸላእትና ካብ ፈተውትና ግን ክወጽ ውን ኣይግብኦን እዩ ምክንያቱ ሓቅነት ስለ ዘይብሉ ማለት እዩ ሕጂ ከምዚ ክትሪኦ ዝፀናሕካ ዋላ እውን ስእሊ ኣሎ ኣብዚ ናይ ሓፍትና ትርሓስ ክተምቶ ማለት እዩ ምሳብ ትኸይድ ሕቶ ኣላ
ከምዚ ክትሪኦ ዝፀናሕካ ሲ ንትርሓስ ሰይቲ ሃይለ ስእሊ ምሳይ ኣብዚ እቲ ክተምፅኦ ተኽእልካ ናይ ሓፍትና ትርሓስ ማለት እዩ ኣብዚ መጀመርያ ከምዚ ትሪኣ ዘለካ ሓፍት በዓልቲ ቤቱ ንሓውና ሃይለ እዚኣ ትሪኣ ዘለካ ትርሓስ ዝበሃል ማለት እዩ መጀመርያ ምስ ትርሓስ ንሕና ኣበይና ተራኺብና ኣብቲ ጉባኤ ዝነበረሉ ሽዑ'የ ረኺበያ ማለት እዩ። ኣብኡ መጺኣ ተሳቲፋ ስለ ዝወዓለት ኣብኡ ተራኺብና። ኣብኡ ምስ ተራኸብና ከኣ ጽንዓት እሃብኪ፣ ሕማቕ ተረኺቡ ኣጆኺ ኢልና ከኣ ኣባራቲዕናያ ማለት እዩ። ግን ኣብ ገዛኺ ክንመጽእ ኢና፣ ገዛኺ መጺእና ኢና ንበጽሓኪ ከኣ ኢልና። ሕጂ ሽዑ እንታይ ኢላትኒ ትርሓስ ኖእ ገዛይ ኣይትመጹን ኢኹም ብጣዕሚ ሓደገኛ እዩ፣ ሕማቕ እዩ ገዛይ፣ ኣነ ኣብታ ዘለኹማ ቦታ ኣብኣ ክመጸኩም እየ ኣብኣ መጽየ ንእሽተይ ሰላም እብለኩም በቃ ከምኡ ኢላትና ድሓን እዚስ ኣይከውን ኢልና ተፋኒና ማለት እዩ ሽዑ ንጽባሒቱ ኣነን ኢሱን ነቶም መራሕቲ ብርጌድ ንሓመዱ ኣብቲ ዝነበርናዮ ሆቴል ምስ መጹ ምክንያቱ ቀዳመይተን ካብተን ቀዳሞት ዕላማታት ሰሪዕናየን ዝኸድና ንስድራ ቤት ሃይለ መስፍን ንበዓልቲ ቤቱን ደቁን ብኣካል ኬርካ ምጽንናዕ እዚኣ ካብተን ዝዓበየት ታርጌት ናተይ እያ ነይራ ማለት እዩ መጀመርያ እቲ ገንዘብ ምብፃሕ ተካልኤተን ከዓ ንበዓልቲ ቤቱ ምፅእና ስለዚ ንፅባሕ ተሲእና ውሰዱና ምስ በልናያ ኖ ኣይትኸዱን ኢኹም ትኸዱን ኢኹም ሓደገኛ እዩ እጂ እቲ ቦታ ሸኾና ቲቫ ዝበሃል እዩ ሓውና ሃይለ መስፍናዊ ተቐቲሉ ሓውና ወዲ ወርቁ ኣብኡ እዩ ተቐቲሉ ኣብኡ እዮም ደለዎ እቶም ደገፍቲ ናይ ስርዓት እታ ቦታ እቲኣ ደገፍቲ ድቋጻጸርዋ ደላይ ፍትሒ ናብኣ ኣይትኸይድን ኣብኡ ተኸይድካሲ ሂወትካ ኣብ ሓደጋ ተእቱ ኣለኻ ስለዚ በዓል ንሕና ከኣ ኣጋይሽ ስለ ዝኾንና ሞር ሓላፍነት ኔሩ ብርጌድ ንሓመዱ ኣይትኸዱን ኢኹም ኢሎምና ንሕና ከኣ ፍጹም ንሕና በዓልቲ ቤት ብጻይና ሃይለ ብኣካል ገዝኣ ከይድና ኢና ክነጸናናዕ ድሕር ድኣ ናይ ሞት ሓደጋ ሃልዩ ንሕና ካብሃትኩም ኣይንበልጽ ኢና ስለዚ ሓደግኡ ብዘየገድስ ንሕና በዓልና ሓላፍነት ንወስደሉ ክትወዝኑ ኣለኩም ኢልና ክንደይ ክትዕ እዩ ነይሩ ዝብለካ ኣለኩ ባዕሎም መጺኦም ክምስክርዎ ጸቕጢ ኢና ጌርና ጸቕጢ ጌርና ክንከይድ ኮልና ነርቨስ ኢና ነርና ኩላትና ከምቲ ዝርኦ ዝነበርካ ኣብ መኪና ማለት እዩ ምክንያቱ ኣብቲ ቦታትሲ ዝኾነ ይኹን ነገር ክፍጠር ክእል ነይሩ ግን ንምንታይ ኢና ሪስክ ወሲድና እንድሕር ዳልካ ኮንካ ኣብ ብጾትና ዘለና ክብሪ እቲ ቃልካ ኩሉ ግዜ ኣብ ተግባር ኣነ ሕጂ ብድሕሪት ኣብ ተለቪን ወጺኻ በሎ ዕጸዶ ኪድ ገለመለ ዘይኮንኩ ክብል ስኒ ኣፍታ ቦታ እቲኣ ኣነ ውን ክህሉ ኣለኒ ዝብል እምነት ኣለኒ እዚ ናተይ ናይ ውልቂ ናይ ሄኖግ እዩ ማለት እዩ ንሕና ኣብ ማሕበራዊ ሜድያ ብድሕሪት እና ዘለና ኣብ ሜድያ ወጺና ንዛረብ ንሕና ከኣ ብኣካል ክንህሉ ኣለና ኢለ ስለ ዝኣምን ዋላ ኣብቲ ካልእ ዝገብሮ ንኣብነት ኣብ ሲያትል ኣብ ኣፍታ ቦታ ክህሉ ኣለኒ ኢለ ኣብ ሻርለት ዝተገብረ ነይሩ ኣፍታ ቦታ ክህሉ ኣለኒ ንምንታይ ተላልካኒ ኮንካ እታ ትዛረባ ኣብ ተግባር ከኣ ክትገብራ ትክእል ኣለካ ኣብዛ ቦታ እዚኣ ምስ ከድና እውን ኣይፋል ምስ በልና ፍጹም ኣብታ ቦታ ኢና ንክእልና ኣብታ ቦታ ከኣ ከድና ናብኡ ምስ ከድና እቶም መራሕቲ ብርጌድ ንሓመዱ ሄኖክን ኢሳያስን ናብ እንዳ ሃይለ መስፍን ከይዶም ስለ ዘለዉ ምስ ተባህሉ ብምሉኦም እቶም መራሕቲ ብርጌድ ንሓመዱ መፅኦም ምክንያቱ ከመይ ጌርና ኣጋይሽ ኣምፂና ኣብ ሓደጋ ውዲቕናዮም ንሕና ኣብዚ ክንሕባ ኣይኮናን ብምሉኦም እቶም መራሕቲ ብርጌድ ንሓመዱ ናብቲ ገዛ መጺኦም ኣብ ውሽጢ ሓሙሽተ ደቒቕ ብድሕሪኡ ብምሉኦም መንእሰያት ማለት እዩ ተጸዊዖም ሄኖግን ኢሰያስን ዳሃይለ መስፍን ከይዶም ኣለዉ ንዑመ ተባሂሉ ኩሉ መንእሰይ መጽኡ ሕና እዚ ብዝግባእ ኣይተረዳእና ኢና ሓቂ ሓይሽ ግን እንታይ ክብለካ ኢለ መጀመርያ ቅድሚ ንወዲ ወርቂ ሓውና ምብጻሕና ንሰይቲ ሃይለ ሓውና ኢና በጺሕና እቲ ዝበጻሕናሉ ቦታ ከኣ ናይ ህይወት ሓደጋ ኣለዎ እንዳተብሃልና በዓልቲ ቤቱ ኣይፋል እንዳበለትና መራሕቲ ብርጌድና ሓመዱ ኣይፋል እንዳበሉና ኣነን ኢሰያስን ግን ኣይከውንንዩ ባህልና ኣየፍቅዶንዩ ከምኡ ውን ካብ ብጾትና ንዓና ኣይንፍለይ ኢና ስለዚ እታ ዘላ ኣብኣ ትረኽበና ሽግር እንድሕር ኣላ ኮይና ነታ ሽግር ውን ክንገጥማ ኢና ከምኡ ምግባረይ ኣነ የኾርዓኒ እዩ ማለት ብዘይ ቃል ዓለም እዩ ዝብለካ ንምንታይ እንድሕር ርኣልካ እንኾንካ ሰበይቲ ስውእ ሓወይ ኣብ ሆቴል መፅያ ንዓይ ክትበፅሓኒ ወይ ኣብ ሆቴል መፅየስ ኣፀናኒዓ ክብል ሸይም እዩ ሕፍረት እዩ ንዓይ ማለት እዩ ከይረኣኹ ሃማን ክምለስ ይሕሸኒ ኣብታ ኣዳራሽ ረኪብያ ማለት እዩ ዋላ ኢሳያስ ማለት እዩ ስለዚ በዚ መንገዲ ኢና ከድና እንታይ ክብል ደልየ ማዕረ ኢና ትሪት ንገብሮ ቅድሚ ንወዲ ወርቁ ሰይቲ ወዲ ወርቁ መብፅሐ ኣነ ንሰይቲ ሓይል ሓውና እያ በፂሐ ምዃን ኣብቲ ኣጸጋሚ ቦታ፣ ኣብቲ ሕማቕ ቦታ፣ ብድሕሪኡ'ውን ክሳብ ሕጂ'ውን ኣብ ዝተፈላለየ ኣጋጣሚ ንሓፍትና ትርሓስ ኣነ እኳ ዘይኮንኩ ብመንገደይ ገይሮም ሰባት ዝሰዱ ኩሉ ግዜ ኣጋጣሚታት ዕድላት ከሎ ንሕግዝ ኢና ቴሌፎን ደዊለ እንዳ ይሓትት እየ ስለዚ ኢኮሊ ነቶም ካልኦት እውን ተመሳሳሊ እዩ ዘሎ ኣብ ገንዘብ እንድሕር ወፂኻ ተመሳሳሊ ዓይነት ፃዕሪ ድኻም ኢና ጌርና ማለት እዩ ስለዚ ማዕረ ኢና ንኩሎም ትሪት ንገብሮም ክብለካ ይደሊ ሓው ተስፋይ ጽቡቕ እያ ሄኖጋ ምስዚኣ ክንሪኣ ዝጸናሕና ቪድዮ ወይ እውን ምስዚ ክትዕለና ዝጸናሕካ እውን ነቲ ንበዓልቲ ቤት ሃይለ መስፍን ክትበጽሕዋ ትኸልሉ ዝነበርኩም ቦታ ስርዓት ህግደፍ ዝጓጸርዎ ወይ ብብዝሒ ዝነብርዎ እዩ ከምቲ ኣብቲ ቪድዮ እውን ገልጸና ጸንሐ ሓውና ሃይለን ሓውና ይብርሃውን ኣብቲ ቦታ ከም ዝሓለፉ እዩ ዝፍለጥ

ምኽንያቱ እንታይ እዩ ንበዓልቲ ቤት ስዉእ ብጻይና ሃይለ ኣብ ገዝኣ ከይደ ከምቲ ንቡር ከምቲ ባህልና ከምቲ ናይ ስድራ ቤትና ከም ናይ ተቓላሳይ ባህርያት ኣብ ገዝኣ ምኻደይ የኹርዓኒ ግን ማዕረ ማዕሪኡ ከኣ ብዙሓት ብጾትና ከኣ ኣብ ሓደጋ የእቲና ስለ ዝነበርና ከኣ የተሓሳስበኒ ማለት እዩ ምኽንያቱ ኣብታ መዓልቲ እቲኣ ባእሲ ክፍጠር ይኽእል ነይሩ ክኸውን ሰባት ውን እንተስ ካባና እንተስ ካብኦም ክወድቁ ክእሉ እዮም ምክንያቱ ኣብቲ ናቶም ቴሪተሪ ኢና ከድና ዘለና ኣነ ውን ማለት እዩ ኣብቲ ናይ ብርጌድ ንሓመዱ ሰለስተ ሚእትን ሓምሳን ክልተን ሽሕ ዝተዋጸ ገንዘብ ብዛዕባይ ውን ብዙሕ እዩ ዝዝረብ ኔሩ ኮምኡ ስለ ዝኮነ እቶም መራሕቲ ብርጌድ ንሓመዱ ኣዝዩ ጥንቁቅ ዝኮነ ሓለዋ እዮም ዝገብሩልና ኔሮም ንሕና ዘይንሪኦ ኣብ መደቀሲና ከሎ ይሕልውና ኔሮም ዋላ ክንንቃሳቀስ ኮልና ኣብ መንኪና እንዳ ከድና ምክንያቱ ኦሬዲ ንዓና ታርጌት እንሻላ ካኣ በቲ ድሰራሕዎ ስራሕ ታርጌት ውን ኣሲሮምለይ ስለ ዝነበሩ ማለት እዩ ስለዚ ታርጌት ተኣሲረ ካኣ ስለ ዘሎ ሓላፍነት ናቶም ካኣ ስለ ዝኮንኩ ክሳብ ክነግረካ ኣይክእልን እየ ማለት እዩ ኣብ ሬስቶራንት ከይድና ንሕና ሻሂ እንዳትና እንዳበላዕና ሲ እቲ ከባቢ ሙሉእ ይሕልዎ እዮም ነይሮም ንሳቶም ኣብቲ ሆቴልና ከይተረፈ ይሕልዎ እዮም ንሕና እዚ ውን ኣይንፈልጦ ኢና ነይርና እንታይ ክብለካ ኢለ እቲ ሪስክ ዝነበረ እዩ ዝነግረካ ዘለኹ ማለት ሕጂ ኦፍኮርስ ንዓና ባህ ኢልና ደስ ኢልና ግን ሓደገኛ እዩ ነይሩ ሕጂ ክሓስቦ ከሎ ሓደ ሓደ ግዜ ብፍላይ ድሕሪ ናይ ሞት ወዲ ወርቁ ናይ ወዲ ሓጎስ ናይ ራህሳ ምምጽኡ ክብሎ ኣለኹ ከምዚ ናይትሜር እውን ይገብረለይ ምክንያሲ ኣነ ሲ ንዓና ክብል ንዓና ክጥዕመና ክንብል ሲ ነቶም ብጾትናስ ኣብ ሓደጋ ኣቲናዮም ነርና ትብል ኢኻ ከም ሰብ ማለት እዩ ስለዚ ከምዚ እዩ ነይሩ ብሓፈሻ ኣብቲ መስርሕ እንድሕር ደኣ ክትሪኦ ኮንካ ንኣብነት ኣብቲ ናይ ምውጻእ ዝግበር መስርሕ ዋላ ናይዞም ብጾትና ንኹላቶምሲ ንኣብነት ናይ ወዲ ወርቁ like ሽዱሽተ ወርሒ ወሲድልና እቲ ገንዘብ ምስ ሰብ በለ ምሽ ናይ ወዲ ሓጎስ ተኾነ ክንድኡ ዝኣክል ግዜ ኢና ሰሪሕና ናይ ራስታ ውን ድሒርና ክንወጾ ኢና ሕጂ እንታይ እዩ ኩሎም ንዓና ናይ የማን ናይ ጸጋም እዮም እቶም ብጾትና that's why ኢና ሪስክ ክውሰድ ተለዎ ሪስክ ንወስድ ከም ዝበልኩ ከኣ ኣብ ናይ ወዲ ወርቁ ሓውና ውን ኣነ ኣዝያ ኣብ ተጸገመ ግዜ እየ ከይደ ዋላ ፊዚካሊ ቀሊል ኣይነበረን ማለት እዩ ግን እንታይ ኢኻ ትገብሮ ማለት እዩ ምኽንያቱ ካብኡ ዝዓቢ ነገር የለን ንዓይ ዋላ እታ ሂወተይ ከማንስ ንክከፍል ኣነ ድልው እየ ማለት እዩ ነዞም ብጾተይ ክብል ማለት እዩ ምክንያቱ ንዓይ ክብል ነቲ ዕላማይ ዋጋ ዝከፈሉ ስለ ዝኮኑ ስለዚ እንታይ እዩ ናብታ ነጥቢ ክምለስ ናይ ብሓቂ ድሒረ ክሪኦ ከለኩ ሓደገኛ ውሳኔ ኢና ወሲድና ግን ከኣኒ ከም ተቃላሳይ የኩርዓኒ ናይ ተቃላሳይ ባህሪ እዩ ናተይን ናይ ኢሰያስ ሓውና ማለት እዩ እቶም መራሕቲ ብርጌድ ንሓመዱ ውን እቲ ናትና ድሌት ብዝግባእ ስለ ዝተረድኦም እዮም ናብቲ ቦታ ማለት እዩ ሪስክ ወሲዶም ወሲዶሙና ሕጂ ካብ እስራኤል ክንወጽእ ከለና ክገርመካ ኣብ ኤሮፖርት ጠጠው ኣቢሎምኒ እዮም ንዓይ ኣሃ ዳርጋ እታ ኣየርስ ገዲፋትና ከይዳ እያ ነይራ ማለት እዩ ምክንያቱ ኦሬዲስ መጽኤ ከም ዝነበርኩስ ሪፖርት ዊን ተገይሩ ስለ ዝነበረ ኣብቲ ኤሮፖርት ምስ በርኩ ኣነን ኢሱን ኢና ነርና ብሓንሳብ ማለት እዩ ንኢሱ ኣሕሊፎሞ ንዓይ ግን ፈልዮም ኣብ ሓደ ሩም ኣትዮምኒ ማለት እዩ ንስክላ ዳርጋ ናይ ሰለስተ ሰዓት ኢና ቀዲምና ከድና ምክንያቱ ጠጠው ከብሉካ ተክእሎ ኣሎ ስለዚ እቲ ኩሉ ዝቀዳሕናዮ ገለ ንሕና ውን ቅድመ ምድላዋት ጌርና ምክንያቱ ባዕሎም ውን እቶም መራሕቲ ብርጌድ ንሓመዱ ነጊሮም ስለ ዝነበሩ እቲ ቪድዮታት ዝሰኣልናዮ ገለ መለ ገለ እዚታት ኩሉ ምስ ኢሰያስ ኣቀሚጥናዮ ማለት እዩ ኣነ እንታይ ጌረ እተን ክዳውንተይ ገለ ገለ ጥራሕ ሒዝና ማለት እዩ ምክንያቱ ጠጠው ከም ዘቡና ፈየጥና ነርና ኣብ ኤሮፖርት ምስ ከድና ጠጠው ኣቢሎምኒ ቦርሳይ ገማጢኦም ኩሉ ነገር ማለት እዩ ንእሽተይ ኢንተሮጌት ገይሮም ስለምንታይ መፂኻ እንታይ ጌርካ ገለ መለገለ ዝበሃል ሕቶታት ዳርጋ ከባቢ ክልተ ሰዓትን ፈረቓን ዝወሰደ መስርሕ ማለት እዩ ኣብ መወዳእታ ኢሱስ በቃ ኣይ ቲንክ እዛ ኣየር ክትጎርፍያ እንዳበለ ወፂ ኣርኪብያ እንታይ ክብለካ ኢለ ሕጂ እቲ መስርሕ ቀሊል ኣይነበረን ክብለካ ኢለ ግን ኩሉ ግዜ ብፆትና ከም ኣካልና ኢና ንሪኦም ንሕና ኣብ ሃይለ እዛ ሕጂ ኣብ ወዲ ወርቁ ዝገበርኩዋን ኣብ ሃይለ ዝገበርኩዋ እዩ ኣብ ሃይለ ዘይገበርኩዋ ኣይኮንኩን ኣብ ወዲ ወርቁ ገይረ ኣብ ወዲ ወርቁ ዝገበርኩዋ ኣብ ወዲ ሓጎስ ገብራ ኣብ ወዲ ሓጎስ ዝገበርኩ ኣብ ራሳ ገብራ ኩሎም ንዓና ብሌን ዓይንና እዮም ኩሎም ንዓይ ናይ የማን ናይ ፀጋምን ዓይነ እዮም ማለት እዩ ስለዚ እዚ መስል ተስፋ ሓወይ ኤ ብሓቂ ፅቡቅ ሕነዳ ኣገዳሲት ሕተ ክመፀካ ኣብ ዝሓለፈ ሰለስተ ዓመታት ብርጌድ ንሓመዱ ኣንፃር ህግደፍ ዝገበሮ ዝገበርናዮ ቃልሲ ካብ ናይ ህይወት ዋጋ ምኽፋል ብዙሓት ተኣሲሮም ብዙሓት ተንኪሎም ብዙሓት ወረቐቶም ተባላሽ ኣብዚ ግዜ እዚ ሕጂ ገምጋም ክትገብር ከለካ ብዛዕባ እቲ ዝሓለፈ ቃልሲ ብርጌድ ንሓመዱ ኣንፃር ህግደፍ ከምቲ ዝተኸፍሎ ዋጋ ንዕኡ ዝመጥን ቃልሲ ነካይድ ኣለና ዶ ትብል
እቲ ሓፂር መልሲ ኖ ናይ ነካይድ ኢና ዘለና ብጣዕሚ እዩ ዝስምዓኒ ብጣዕሚ እዩ ዘሕመኒ ምክንያቱ ቀሊል ኣይኮነ ዋጋ ከፊልናዮ ዘለና ኣርባዕተ ሂወት ከፊልና ኣብ እስራኤል ልዕሊ ዒስራ ዝኾኑ ኣካሎም ዝሰንኩ ኣለዉ ኣብ ዊልቸር ገሊኦም ኣብ ሕክምና የዒንቶም ዝነቆሩ ኣለዉ ከብዶም ዝተበስዐ ኣለዉ ኣብ ኤውሮጳ ኣብ ዝተፈላለየ ሃገራት ዝተኣሰሩ ኣለዉ ወረቓቶም ዝተባላሸው ኣለዉ እንታይ ኢና ንገብር ዘለና ሕጂ ንሕና ነፍሲ ወከፍ ሰብ ክሓቶ ዘለዎ እዩ ኣነ ብጣዕሚ እዩ ዘሐዝነኒ ምክንያቱ ኣብኡ ወይኒ ኢለ እቲ ናይ ብሓቅስ እቲ ናታቶም ናይ ቃልሲ መንፈስ ኣብ ምዕራፉ ክነብጽሑስ ንሰርሕ ኣለና ዲና? ኣነ ኣብዚ ቃልሲ ዝርእዮ ዘለኹ ጎሓላሉ በጺሖም ኣለዉ። እዚ ቃልሲ እዚ ጎሓላሉ በዚሖሞ ኣሎ ብጀካ ብዛዕባ ሽሞም፣ ብዛዕባ ውልቃዊ ረብሕኦም፣ ብዛዕባ ዝንኦም፣ ብዛዕባ ዘይጠቅም ነገር ዝግደሱ። ያ ዳእ እሱ እዩ ዘሎ ኣብ ባይታ ንርእዮ ዘለና ንሱ እዩ። ብጀካ ባእሲ፣ ብጀካ ዕግርግር፣ ብጀካ ንርእዮ ነገር ኣሎ ድዩ? የለን። መብዛሕትኡ ከኣ ውልቀ ሰባት ስለዚ ካብዚ ከይዲ እዚ ክንወፅእ ክንክእል ኣለና ንሕና መጀመርያ ብዛዕባ ቃልሲ ክንሓስብ ኮልና ብዛዕባ ብርጌድ ንሓመዱ ክንሓስብ ኮልና ነዞም ዋጋ ዝኸፈሉ ብፆትና ንዕኦም ኢና ክንዝክር ዘለና ነዘን ስድራ ቤታ እዚኣተ ኢና ክንዝክር ዘለና ኣነ ኣብ ቦታ ናቶም ተዝኸውን ሲ እንኳዕ ኣይሞትኩ እየ ዝብላ ነዛ ነብሰይ ኣይሕሱን እየ በዚ ዝሪኦ ዘለኹ ማለት እዩ ኣብ ከመይ ኩነታት ኣሎ ናይ ብርጌድ ንሓመዱ ከይዲ እንታይ እዩ ዝግበር ዘሎ ንሪኦ ኣለና ማለት ኣብዚ እዋን እዚ ድሕሪ ሰለስተ ዓመት ደልዲልና በዋዳድባና በሰራርሓና ከምኡ ግን የለን ነብስና ክንዕሾ ክንቀሸሽ እንድሕር ደይደልና ማለት እዩ ስለዚ ሕጂ እውን ክንብል በለ እምበር ኣይተኸዕወን ደም ብፆትና ክንሳገሮ የብልናን እዞም ዘኽቲሞም ዘለዉ ህጻናት ንዓቶም እንዳረኣና ኣብ ቃልሲ ከም ዘለና ኣሚንና ዋላ ውን ጌጋታት ጉድለታት እንዳረኣና ማለት እዩ ደም ስንሲ ካብ ንደገ ንውሽጢ ዝበሃል ነገር ኣሎ ንውሽጢ እንዳውሓጥና ክንከይድ ክንክእል ኣለና ንዓይ ማለት እዩ ልዕሊ ዝኾነ ይኹን ነገር ኣብዚ ቃልሲ እዚ ንነብሰይ ንክገዝኣ ዝገብረ እንድሕር ሃልዩ ኮይኑ እቲ ዝኸፈል እኒኦ ዋጋ እዩ ምስ ተስፋይ ክተሃላለኽ ኣይደልን እየ ምስ ገረ ማርያም ምስ መቃልሰይ እውን ክቃልስ ኣይደልን እዩ ኣብ ኤርትራ ሓደ ፀላእ ኣለኒ ኢሰያስ ዝበሃል ናይ ሓባር ፀላይ ሚኒማም ዝኾነ ዝሰማማዓን ነገር ኣሎ ኩላትና ናብ ኢሰያስ ሕጂ ግን እንታይ እንድሕር ዳሪኻ ግን ንጎኒ ዝትኩስ እምበር ንቅድሚት ናብ ኢሰያስ ዝትኩስ ትዝወሓደ እዩ ዋይ ዋይ ኢና ኣብቲ ውልቃዊ ማለትሲ ኣብቲ ንዓና ዝስምዓና ንብደል ንህሉ ንኽእል ንኸውን ገሌና ገሌና ብዙሕ ነገር ከብል ከልኾ ግን ኩሉ ግዜ ዋላ እቲ ኣባና ዝወርድ በደል ብመንፅር እቶም ዋጋ ዝኸፈልናዮም ክረአ ክኽእል ኣለዎ መንፅርቶም ተሰዊኦም ዘለዉ መንፅርቶም ተኣሲሮም ዘለዉ ወረቐቶም ተባላሽ ዘለዉ ከምኡ ግን ኣየለን ካልኣይ ነገር ኣብዚ ቃልሲ እዚ ኣነ ብዙሕ ነገር ዝዕዘቦ ነገር እንድሕር ኣሉ ኮይኑ ኣብ ውልቃዊ ነገር ኣብ ሽምካ ምዕባይ ኣብ ረብሓ ኣብ ፋይናንሳዊ ጉዳይ ካብዚ ነገር እውን ዝተሸወሙ ኣካላት ክወፁ ክእሉ ኣለዎ ቃልስን ረብሓን ኣይከይድን እዩ
ልክዕ ዕዳ ቃልሲ ምስ ረብሓ እንድሕር ተታሒዙ ልክዕ ከምዚ ዓይንን ሓመድን እዩ ስለዚ እዚ ንሪኦ ዘለና እንድሕር ጠጠው ክነብሎ እንድሕር ዘይክኢልና ተቓለስቲ እንድሕር ነዚ ቃልሲ እዚ ብዓይኒ ረብሓ ብዓይኒ ናብራ ብዓይኒ ሂወቶም መምርሒ እንድሕር ክርእይዎ ጀሚሮም ይትረፍ ነዚ ኣብ ኤርትራ ዘሎ ስርዓት ክንኣልዮ ሲ ሓንቲ ስድሪ እውን ክንስጉም ኣይንኽእልን ኢና ስለዚ እንታይ እዩ ለበዋይ ነዚ መንእሰይ ንብርጌድ ንሓመዱ ንኩሉ ዓለም ዘሎ ድላይ ፍትሒ ኩላትና ኣካይዳና ነዐሪ ኣብ ኤርትራ ጸላኢ ኣለና ልዕሊ ኩሉ ከኣ እዞም ብጾትና ዝወደቁሉ ዕላማ ከኣ ኣብ ኢድና እዩ ዘሎ ስለዚ ነዚ ዕላማ እዚ ተሸኪምና ዋላ እውን ኢኖ ዝስምዓና ዝተበደልናዮ ነገር እንድሕር ኣሎ ኮይኑ ንውሽጥና ጌርና ንቕድሚት ምክንያቱ እታ ዝዓበየት ነገር ዕላምኦም ኣብ ምዕራፋ ምብፃሕ ከምቲ ዓንቶ ኢለካ ነረ ንዓይታ ዝዓበየት ነገር ማለት እዩ ነዞም ሰማእታት እዚኣቶም ነዞም ዋጋ ዝኸፍሉ ዘይምጥላም ካብታ ስርዓ ካብ ስርዓት ትፈልየኒ እታ ቀዳመይቲ ነገር ዕላምኦም ኣብ ምዕራፋ ተብጺሓ እያ እቲ ካልኣይ ነገር ስድራ ቤቶም ምሕጋዝ ካልእ ክመጽእ ይኽእል ኾ እታ ቀዳመይትን ዝዓበየትን ግን እታ ዕላማት እያ ነዛ ዕላማ እቲኣ ኣብ ምዕራፋ ንምብፃሕ ከዓ ብዙሕ ዋጋ ክትከፍል ክትከኣል ኣለካ ዋላ ፐርሰናል ሳክሪፋይስ ትገብር ኢኻ ሓደ ሓደ ግዜ ባህ ዘይብለካ ትገብር ኢኻ ሓደ ሓደ ግዜ ነብስኻ ትፀቅጥ ኢኻ ግን ኣነ ከምኡ ኣይርኢን እየ ዘለኹ ስለዚ ነቲ ዝተኸፍለ ዋጋ ዝምጥን ቃልሲ የለን ፒሬድ
ምልካዕ ናይ ባዕልቲ ካልእ እውን ምስቲ ብማዕረ ኣይረኣዩን እዮም ብማዕረ ኣይሕጎዝን እዮም ዝብል ዝተሓዝ ኣብ ዝሓለፈ ዓመት ኣብ እስራኤል ምስዋት ዝሓለፈ ወይ ስዉእ መንእሰይ ዳዊት ደሴ ወይ ራስታ ብዛዕባ ንስድራ ቤቱ ዝተገብረ ሓገዝ ሓገዝ የለን ዝተገብረ ሓገዝ የለን ዝሰማዕናዮ ፀብፃብ የለን ብዙሕ ከምኡ ዓይነት ዘረባታት ኣሎ እሞ ብዛዕባ እዚ እንታይ ሓቂ እንታይ እዩ ወይ እቲ ምክንያት እንታይ እዩ ያ
ትኽክል እንታይ እዩ እቲ ስጋት ሓዓፅካ እውን ናይ ወዲ ሓጎስ እውን ስፍሕ ዝበለ ናይ የብርሃን ናይ ሃይለን መዘራረብ ስለ ፀናሕና ወዲ ሓጎስ ራሳን ድሒሮም ዝተሰዉ ብፆትና እዮም ወዲ ሓጎስ ኣብ 27 ግንቦት ራሳ ከዓ ኣብ ኦገስት ወርሒ ሸሞንተ ማለት እዩ ሕጂ ናይ ወዲ ሓጎስ ኣብ እዋኑ እውን ገሊፅናዮ ነርና ብጎፋንሚ ዝተዋፀ ነይሩ ብድሕሪ እውን ካብ ከተማታት ብቐጥታ ወዱ ንወዲ ሓጎስ ኣብ ሆላንድ ስለ ዘሎ ኩሉ እቲ ገንዘብ ናብ ወዱ ከይዱ እዩ ማለት እዩ ሕጂ እቲ ኣሃዝ የብለይን ግን ኣዝዩ ብዙሕ ዝኾነ ገንዘብ ናብ ስድራቤት ወዲ ሓጎስ ሰዲድና ኢና ኣብዚ ሕጂ ምሳይ ስለ ዘየለ እቲ ኣሃዝ ኣትየ ማለት እዩ ከምቲ ሓደ ባዕለይ ማለት እዩ ካብ ጎፋንድሚ ኣውጽየ ምስ ናይ ካልኦት ገይረ ከባቢ ሰማንያን ትሽዓተን ሽሕ ዶላር ናብ ስድራቤት ዝሰደድክዎ ነይረ ብድሕሪኡ ከኣ ኣብ ኩሉ ሃገራት ብርጌድ ንሓመዱ ዝገበርኦ ደበስ ከኣ ነይሩ እዘን ሃገራት ናታተን ደበስ ከኣ ምስ ወዲ ሓጎስ ብምስምማዕ ማለት እዩ ኣነ ውን ምስኡ ተሓባቢርና ብሙሉኤንተን ሃገራት ናብቲ ናይ ወዱ ንወዲ ሓጎስ ኣካውንት ከምዝኣቱ ጌርና ኢና ስለዚ ስድራቤት ወዲ ሓጎስ ካብ ስድራቤት ወዲ ወርቁ ብዘይ ንእስ መንገዲ እዮም ተሓጊዞም ከምቲ ዓንተወይ ዝበልክዎ ኣብዚ ነገር እዚ ንኩሎም እየ ክረዲት ድህብ ኣነ መጀመርያ ነቲ ህዝብና ብማዕረ ስለ ዝረኣዮም ብድሕሪኡ ብርጌድ ንሓመዱ እስራኤል ማዕረ ደበሲ ገይሩለን ነተን ስድራቤታት ንኹሎም ከምኡ ውን ብርጌድ ንሓመዱ ኣብ ማላ ዓለም ዘለዉ ኣብኡ ውን እተን ኩለን መራሒ ሃገራት ውን ብተመሳሳሊ ተመሳሳሊ ዓይነት ሓገዝ እዮም ገይሮም ማለት እዩ ኣብ ናይ ራስ ሓውና እውን እንድሕር ደኣ መፂኻ ናይ ራስ ሓውና ፍሉይ ዝገብሮ እንታይ እዩ መንእሰይ እዩ ሓዳር ኣይገበረን ቆልዑት የብሉን ስድራ ቤት እውን ኣብ ደገ ይኮን ኣብ ውሽጢ ዓዲ እዮም ኾምኡ ስለዝኾነ እቲ ገንዘብ ምስ ተጠርነፈ ናበይ ክኸይድ ብኸመይ እንታይ ዝብል ቁሩብ ግዜ ወሲድልና ማለት እዩ ሕጂ ኣነ ኣብቲ ማእኸል ናይቲ መስርሕ እየ ዘለኹ እቲ ገንዘብ ኣብ ምእካብ ምስ ስድራ ቤት ናይ ራሳ ወይ ብምርኻብ ማለት እዩ ምስ ስድራ ቤቱ ምስ ኣዲኡ ምስ ሕዋቱ ምስ ኩሎም ማለት እዩ ግን ከም ዝበልኩ ኣብ ደገ ነቲ ገንዘብ ዝቕበሎ ስለ ዘየለ ከመይ ጌርና ኢና ነቲ ገንዘብ ክነመሓድሮ ከመይ ጌርና ኢና ክንእክቦ ዝብል ብዙሕ ምምላስ ነይሩ ኣድካሚ ስራሕ እምዚ ምሻለካ ሕጂ ከምዚ ሰርሕ ኣለኹ ንምባል እዩ ዘይኮንኩሲ ብዘይ ምግናን ዳርጋ ዝሓለፈ ሸውዓተ ወርሒሲ ካብዚ ናይ ሓውና ራህሳን ስራሕ ኣይዕረፍኩን ክብለካ ክእል እየ ምክንያቱ ኮምፕሊኬትድ ዝኾነ ጉዳይ ስለ ዝኾነ ናይ ወዲ ሓጎስ ደቁ ነይሮም ናይ ይብራህ በዓልቲ ቤቱላ ናይ ሃይለ ከምኡ ኣብ ደገ ጸገም ኣይነብሮን ማለት እዩ ኣብቲኣ ግን ቁሩብ ከይተፈለየት እያ ዝያዳ ስራሕ ከኣ ጠሊባትና ግን ንሕና ናይ ብጾት ናይ ሕድሪ ዕላማ ስለ ዘለና ኣነ ይኹን እቶም ካልኦት ማለት እዩ ለይትን መዓልትን ንሰርሕ ኣለና ስለዚ ኣብዚ ቀረባ ግዜ ጸብጻብ ናብ ህዝቢ ሒዘ ክመጽእ እየ ብዝወሓደ እቲ ኣብ ደገ ተኣኪቡ ዘሎ ናባይ እውን ይስደድ ስለ ዘሎ ንጊዚኡ ምሳኻ ይጽናሕ ስለ ዝተባህለ ብመራሕቲ ብርጌድ ንሓመዱ ናይ እስራኤል ብስድራቤት ናይ ሓውና ራስታ ማለት እዩ እቲ ገንዘብ ካብ መላእ ዓለም ዘሎ ናባይ ይስደድ ኣሎ ግን ከም ዝብለካ ገንዘብ ክትክል ብጣዕሚ ከቢድ እዩ ተስፋ ሓወይ ቀሊል መስል ሆን ኣዝዩ ከቢድ እዩ ኣድካሚ የህላኺ እዩ ምክንያቱ ሓደ ሓደ ግዜ ይሰድዎ እቲ ባንክኻ ይነጽጎ ወይ ገለ ኾኑ ብጣዕሚ ከቢድ እዩ ስለዚ ከምኡ ስለዝኾነ ድሓለፈ ሽዱሽተ ወርሒ ኣብ መስርሕ ኢና ዘለና። ናይ ሓውና ራስታ ኣብዚ ቀረባ መዓልታት ከምቲ ኩሉ ግዜ ዝገብሮ ብጽፉፍ መንገዲ ብስፕረድሺት ተሰንዩ ካበየናይ ሃገር ክንደይ ተቐቢለ ከምዘለኹ ንህዝቢ ሓበሬታ ክንህብ ኢና። ስለዚ ኩሎም ብማዕረ እዮም ግን እንታይ እዩ እቲ መስርሕ ክዳነዎ ዝገብሮ ብፍላይ ናይ ራስታ ዋላ ናይ ወዲ ወርቁ ሓውና እቲ ገንዘብ ምስ ተመልሰስ ካብ ኩለን ሃገራት እንታይ ክኸውን ነይርዎ ክእከብ ነይርዎ ደሃን ተስፋ ሓወይ ሕጂ ገንዘብ ክመፀካ ከሎ ካብ ባንክ ናብ ባንክ ክሰጋገር ከሎ ሲ ሓደ ግዜ ዘጋጠመኒ ክብደቱ ሰብ እውን ንክርድኦ ማለት እዩ ገንዘብ ምስ ተሰደደ ሲ ናባይ ማለት እዩ ካብ 20 ሽሕ ዶላር ኣብ መንጎ በቲ እቶም ባንክ ሰዲድናዮ ኢና ኣብ ሄኖክ በፂሑ ይብሉ እቶም ናተይ ባንኪ ኣይተቐበልና ይሄና ይብሉ ማለት እዩ ኣብ መንጎ ናይ ሽግር ተፈጢሩ ተረዲኻ ንሃብ 20 ሽሕ ዶላር እዩ ነዚ ሪዞልቭ ንክንገብርሲ ኣይ ዶንት ኖ ዳርጋ ሓደ ወርሒ ሙሉእ ዝብለካ ሰለስተ ግዜ ካብ ስራሕ ኣብኪረ ኣብቲ ባንክ ኢምፐርሰን ክኸይድ ነይሩኒ ከመይ 20 ሽሕ ኣብ ጣውላ ገሊፍካ ክትከ ኣይትኽእልን ኢኻ ናይ ናቤት ስዋኣት እዩ ሕጂ ብጣዕሚ ህላኺ Complicated ዝኾነ ስራሕ እዩ ከምኡ ጌርና ናይ ወዲ ወርቂ ኣኪብናዮ ኣብ መወዳእትኡ ተዓዊትና ናይ ሓውና ራስታ ውን ከምኡ ጌርና ንእክቦ ኣለና ካብዘን ኩለን ሃገራት ስለዚ ኣብዚ መዚ ዘሎ ጸብጻብ ክንኣቅሪብና ስለዚ ኩሎም ብማዕረ ቴኬር ንገብሮም የማን ጸጋም ዓይንና ንኹሎም ሓደ ዓይነት ጉያ ንጎየሎም ንኹሎም ሓደ ዓይነት ጽፉፍ ዝኾነ ስራሕ ንሰርሓሎም እዚኣ ምዃና ኩሉ ህዝቢ ክፈልጣ ኣነ ይደሊ ማይ ተስፋ ሓወይ ናይ ብሓቂ ንምንታይ እዚ ሕቶ ዝሓተካ ዘሎ ኮይነ ዝለዓለ ሬስፖንሲቢሊቲ ተሰኪምካ ወይ ዝለዓለ ፀዓት እናጥፋኻ ኣብቲ መስርሕ ብዝለዓለ ተዋሳእ ስለ ዘለካ ዝያዳ መብርሂ ካባኻ ክርከብ ስለ ዝከኣል ፅቡቕካ ኣብሪኻልና ኣብ ናይ መወዳእታ ሕቶታትና ንምስጋር ግን ኣብ ቀጻሊ ነዞም ካብ ህይወት ምኽፋል ጀሚርካ ማእሰርቲ ዘጋጠሞም ስንክልና ወረቐቶም እውን ዝተባላሸወ ጌና እውን ኣብ ፍርዲ ኣብ መስርሕ ናይ ክስን መስርሕ ፍርድን ዝርከቡ ዋጋ ዝኸፍሉ ዘለዉ መቃለስትና ብኸመይ ክንሕዞ ይግባኣና ኣዝዩ ጥንቃቐ ዝሓትት ኣዝዩ ከዓ ሲምፓቲ ዘድልዮን ግዴታውን ምዃን ከም ቃልስትና ነቲ ዕላማና እንትግብር እውን ነዚ ከዓ ዋጋ እውን ክንከፍለሉ ስለ ዝግባኣና ከመይ ክንሕዞ ኣለና ከመይ ክኸውን ኣለዎ ተቓልስኸ መወዳእታ ትሕልፎ ኣለዎ ከመይ ተኾነ እሩም ወይ ዕዉት ክኸውን ይኽእል ሓራይ ተስፋሓ ኣይ ቲንክ ኣዳርጋ ተናኺፍናዮ እንዲና እንታይ እዩ ነዞም ስዋኣትና ስድራ ቤቶም ምሕብሓብ ምፅንናዕ ነዚ ቃልስኻ ምሕብሓብ ምጽንናዕ ማለት እዩ ካልእ ነገር የብሉን ነዞም ኣብ እስርቤት ዘለዉ ናይ ጠበቓን ካልእን ምኽፋል ነዞም ኣብ ሆስፒታላት ዘለዉ ነቶም ዝሰንከሉ ኩሉ ነገር ንገብሮ ነቲ ቃልሲ ኢና ንገብሮ ማለት እዩ ሕጂ እንታይ እዩ ቃልሲ እንድሕር ዳ ናይ ብሓቂ ቃለስ ኣለኹ ትብል ኮንካ ከዓ ኣብ ቃልሲ ግዜኻ ክትህብ ኣለካ ገንዘብካ ክትህብ ክትክእ ኣለካ እታ ዝዓበየት እውን ሂወትካ ማለት እዩ ሓደ ሓደ ግዜ ይውሕደኒ እዩ ኣይሕስወካን እዩ ምኽንያቱ ሓደ ሰብ ኣነ ሂወተይ ክኸፍል እየ እንዳበለ ሚእቲ ቅርሺ እንድሕር ድኣ ዕሪምሪም ይብላ ኣሎ ኮይኑ እታ ሂወተይ ክኸፍል እየ ዝብላ ዘሎ ሓሶት እያ ማለት እዩ ሕጂ መጀመርያ እንታይ መስልካ ገንዘብ እታ ዝወሓደ ደሊስት ዊኬንድ ገንዘብ እያ እሲ ድሕር ድኣ ሂወትካ ኣብ ባይታ ክትወር ኮንኳ ኩሉ ገዛኻ ንብረትካ መኪናኻ ሂወትካ ደርቢኻ እኮ ኢኻ ክትከይድ ማለት እኮ ኢማጅን እንዳሰራሕካ ካብታ ስራሕካ ሚእቲ ቅርሺ ክልተ ሚእቲ ምሃብ ግን ቀላል እያ ማለት እየ ናይ ኮፍ እያ ኣብ ባር ከድካ ተጥፍኦ ኢካ ማለት እዩ ሕጂ ሓደ ሓደ ግዜ ይውሕደኒ እዩ ነዚ ቃልሲ እዚ ክንህቦ ኣለና ገንዘብና ኣስወ ሓደ ካብቲ ደሸግረና ኦፍኮርስ እቲ ዝመጽእ ገንዘብ ብዝግባእ ብተሓታትነት ኣብቲ ዝግብኦ ቦታን መዓላን ክውዕል ኣለዎ እዚ እሰማምዓሉ እየ ግን ከኣኒ ንሕና ከኣ ከም ተቓለስቲ ከኣ እንታይ ክንገብር ኣለና ማለት እዩ ጁባና ሲ ማለት ሲ ክንፈትሖ ክንክእል ኣለና በሃለ ማሕፉዳና ክንከፍቶ ክንክእል ኣለና ነዚ ቃልሲ ህግደፍ ህዝባዊ ግንባር ብኸምኡ እዩ ተዓዊቱ ኣብ ደገ ዝነበረ ኤርትራዊ በቃ ሰሪሑ ገንዘቡ ኩሉ ነገር ስለ ዝሃበ እዚ ቃልሲ እዚ እውን ክዕወት ጥራ ኮይኑ ከምኡ ክንገብር ክንክእል ኣለና እዩ ከምኡ ኣሎ ተልካኒ ኣነ ብዙሕ ማለሲ የስ ሓገዛት ግበርኒ ግን ካብ ውሱናት ሰባት እዩ ካብ ውሑዳት ሰባት ኣነ ክነግረካ ክእለ ተስፋ ሓወይ እቲ ሓገዝ ኣነ እየ ናይ ድበዝሕ ብዙሕ ሓገዛት ኣኪበ ኣለኹ ደፎ እዚ ናይ ብርገድ ንሓመዱ ገለዋል ኣብ ውልቂ ዝተፈላለየ ነገራት ማለት እዩ እዞም ሓገዛት ድህቡ ውሱናት ሰባት እዮም ኣብ ዓለም ሙሉእ ተደሚሮም ክልተ ሽሕ እውን ኣይኮኑን እዮም ኣበይ ኣሎ እዚ ልዕሊ ከባቢ ሓደ ሚልዮን ዝበሃል ኤርትራ ኣበይ ኣሎ ልዕሊ ሓሙሽተ ሚእቲ ሽሕ ዝበሃል ኤርትራዊ ብዝወሓደ ሓደ ሚእቲ ሽሕ ዝኾነ ኤርትራዊ ተቓዋማይ እዩ። ዋይ ካብዞም ሚእቲ ሽሕ ዝኾኑስ እቶም ሰለስተ ሽሕ ጥራይ ኣብ ናይ ወዲ ወርቁ ስም ህቡ፣ ኣብ ናይ ወዲ ሓጎስ ስም ህቡ፣ ኣብ ናይ ራስታ ስም ህቡ፣ ናይ ኩሱሳት ንሳቶም ህቡ። ስለ ዝርእዮም ዘለኹ እየ ዝዛረብ ዘለኹ ኣነ። I can tell you the list of names ሲ ኩሉ ኣብ ኩሉ ዘለዎ the same people እዮም። እዚ ከዓኒ በለጽ እዩ። ለውጢ እንድሕር ደሊኻ ኣካል ናይቲ ለውጢ ክትከውን ክትክእል ኣለካ ብገንዘብካ ብጉልበትካ ሕራይ ሂወትካ ኣይትሃብ ገንዘብ ግን ክትህብ ኣለካ በሃላይ እየ ስለዚ ነዚ ቃልሲ እዚ ኣይ ቲንክ ድሕር ደኣ ከምኡ ጌርና ማለት ሲ ስለ ዝተረፈካ ኣይኮንካ ንቃልሲ ትብዎ መቂልካ ኢኻ ትብዎ ሃብታ ዘላትካ ድሕር ደኣ ሃብታ ዘላትካ ሂብካ ኢኻ ተቃላሳይ ትስመ ንዓይ ኮይኑ ስምዓኒ ሃብታ ዘላትካ እንድሕር መቂልካ የስ ትቃለስ ኣለኻ ማለት እዩ ካብ ኣፍ ደቅኻ ድሕር ደኣ ጎሪስካ ነቲ ብጻይካ ሂብካ ትቃለስ ኣለኻ ኣነስ ተረፍ የብለይን እንድሕር ድኣ ትብል ኣለኻ ግን ኣብ ቃልሲ የለኻን ማለት እዩ ምኽንያቱ ተረፍ ንቓልሲ ብተረፍ ኣይኮነን ዝኸይድ ማለት እዩ ካብ ዘለካ እያ ስለዚ ካብ ዘለና ክንብል ክንከኣልና ማለት ኦፍኮርስ ሰብዓ ዓቕሙ ኣለዎ ነናቱ ዝኾነ ኣለዎ ማለት ኩሉ ሰብ ሓደ ዓይነት ክማት ኣይኮነ ግን በታ ዓቕምና ግን ኩላትና ክነበርክት ኣለና ኢለ እየ ዝኣምን ከምኡ እንድሕር ድኣ ጌርና እዚ ቃልስና ክስጉም ይኽእል እዩ ድሕር ነቶም ኣብ እስርቤት ደለዉ ብጾትና ሓብሒብናዮም ናይ ጠበቆኦም ኣብ እስርቤት ዘድልዮም ነገር ድሕር ድኣ ጌርና ካልእ ዊን ዋጋ ክከፍል ድሉው ክኮን ይክእል እዩ ነዞም ሕጂ ዋጋ ዝከፈሉን ድሕር ድኣ ረጊሕናዮም ወይ ከኣ ባዕልኩም ትፈልጡ ኢልናዮም ሲ ከመይ ጌርካ ዋጋ ትከፍል ከመይ ጌርካ ጽባሕ ንጉ ምስ ህግደፍ ትፋደጥ ማለት ሓላፍነት ዊን ኣለካ ናይ ስድራ መጀመርያ ካብ ስድራካ እዩ ድጅምር ኮን ኣነ ብዛዕባ ስድራይ ዘይተገደስኩ ብዛዕባ ናተይ ኮሚኒቲ ብዛዕባ ኤርትራ ብዛዕባ ህዝቢ ኤርትራ ግደስ እየ ሓሳዊ እየ መጀመርያ ብዛዕባ ስድራይ እየ ዝግደስ ማለት እዩ ግን ዋጋ ክከፍል ከለኩስ ተስፋይ ሲ ኣነ ተዘየለስ ንስድራይ ከማይ ኮይኑ ክሕብሕቦም እዩ ዝብል ኣተሓሳስባ ኣብ ርእሰይ እንድሕር ኣሎ ጥራይ እዩ ማለት እዩ ስለዚ እሱ ኢና ክንገብር ዘለና ናይ ብሓቂ እዚ ቃልስና ንቕድሚት ክንሰዶ ዘይኮና ተዘየለ ግን ካባይ ጀሚርካ ከመይ ጌርካ እሞ ማለት ዋላ ንዓኻ ኢሪስፖንሲብል እዩ ዝገብረካ ማለት ዘይሓላፍነታዊ እዩ ዝገብረካ እሞ ስለዚ ከምኡ ናብ ከምኡ ደረጃ ከይንወርድ እቲ ዝሕተተና ሕቶታት ናይ ሓገዝን ካልእን ናይ ብሓቂ ክንገብር ኣለና ዝብል እምነት እዩ ዘለኒ ብሓፈሻ ግን ነቶም ክሳብ ሕጂ ከይተሓለሉ ኣብዚ ክግበር ፀንሐ ስድራ ቤታት ምሕጋዝ ይኹን ነዞም እሱራት ንምሕጋዝ ይኹን ንህሩማትና ንምሕጋዝ ካልእ ማለት እዩ ብኩሉ መዳይ ማለት እዩ ብገንዘቦም ዋላ እውን ብምፅንናዕ ፀሎት ምግባር ኣብ ኩሉ ነገራት እጃሞም ዘበርከቱ ግን በዚ ጋጣሚ ተጠቂመ ካብ ልቢ ካብ ልቢ ዝኾነ ምስጋና ከምዘለኒ ከብጽሓሎም ይደሊ። ንኹሎም መራሕቲ ብርጌድ ንሓመዱ፣ ኣብ ዝተፈላለያ ሃገራት ዓለም ዘለዉ መራሕቲ ብርጌድ ንሓመዱ፣ ናይ እስራኤል፣ ከምኡ'ውን ብውልቂ ኣብ ሜድያ ዝነጥፉ ደለይቲ ፍትሒ ቀሊል ዘይኮነ ኣስተዋጽኦ ይገብሩ'ዮም ኣብ ምውጻእ ናይዞም ዋጋ ዝኸፈሉ ኣሕዋትና ማለት እዩ። ስለዚ ኩሉ ነዚ መስርሕ እዚ ዕዉት ንምግባር ማለት እዩ ብሽም ብውልቂ ክጠቅስ ኣይክእልንየ ግን ኩሎም ካብ ኣብ ሜድያ ዝነጥፉ ኣብ ዩቱበራት ይኹን ቲክቶከራት ይኹን ኣብ ፌስቡክ ዘሎ ኾን ውልቀ ሰባት ተቓለስቲ መራሕቲ ብርጌድ ንሓመዱ እዞም ነዚ ክንገብሮ ፃሕና ቃልሲ ንምዕዋት ወይ እውን ኣብ ምውፃእ ገንዘብን ካልእን ኣበርክቶ ዝገበሩ ነዚ ዕድል ዝተጠቂመ ኣብ መስትያት ቤትና ኣብ ቅድሚኻ ተስፋ ሓወይ ልባዊ ዝኾነ ምስጋና ክህቦም ይደሊ የቐንየልና ብሽም እቶም ስድራቤታት የቐንየልና ብሽም እቶም ህጻናት ደቆም የቐንየልና ብሽም እቶም ተኣሲሮም ከምኡ ከኣኒ ሰንኪሎም ዘሎ ኣሕዋትና ክብሎም ደሊ ተስፋሓዊ thank you ጽቡቕ ጽቡቕ ብጣዕሚ ጽቡቕ ዝኾነ መደብ ጸኒሕና ሄኖጋ ናይ ሎሚ መደብና ኣብዚ ክንውዲ ኢና እዝየ እዝየ መስግናካ ቀጻሊ እውን ብካልእ ፕሊዝ በለ መደብ ክንረኸብ ኢና ብጣዕሚ ኣፕሪሽት ሄኖጋ ጆስ ቀጽሎ። Thank you thank you ተስፋሓው ኣነ እውን የመስግነካ ነዚ ዕድል እዚ ስለ ዝሃብካኒ ስለ ዝዓደምካኒ ካብ ልቢ የመስግነካ ንዓኻ ንመስትያት ቤትና thank you ተስፋሓው thank you መርሓባ ክቡራት ተኸታተልቲ መስትያት ቤትና ንሎሚ ምስ ጋዜጠኛ ሄኖክ ተኽለ ዝፀንሓና መደብ ዝተከታተልዎ ፀናሕኹም እዩ ነይሩ ኣብ ቀፃሊ ብካልእ መደብ ክሳብ ንራኸብ ሰሰናዩ ሰላም። መስትያት ቤትና
መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።